የፍቅረኪ እዩ እንደውም ብፍቅርኺ ተሳቅዩ እዩ ዘሎ ክናገረኪ ኣይክኣለን ብውሽጢ ዓቂሙ ሒዝዎ እሞ ድማ ፍቅርኺ በርቲዕዎ እዩ ዘሎ እዚ ብምዃኑ እዚ ወዲ ብጣዕሚ እዩ ዝሳቀ ዘሎ እዞም ሎማዓንቲ ዝነግረኪ ምልክታት እዚ ወዲ ሪኢክሉ እንድሕር ደኣ ኮይንኪ ብሕቡእ ብፍቅርኺ ይሳቀ ኣሎ ማለት እዩ ክነግረኪ ዘይክኣለ እስኺ ግሪን ፍላግ ስለ ዘየርኣኽዮ እዩ ወይ ድማ እሺ ክትብለኒ እያ ኢሉ ስለ ዘይሓሰበ እዩ እምበር ድብን ኢሉ ብፍቕራ ክወድቖ እዩ። ስለዚ እዞም ምልክታት እዚኣቶም እንታይ እዮም ዝብል ቀጥታ ናብቶም ምልክታት ክንኣቲ ኢናስ ካዕ መወዳእታ ሓቢር ክንጽንሒ ዝጠርጠርክዮ ወዲ ተሃልዩ ፍቕሩ ናብ ማን ዶ ይኸውን ደልኒ ዶ ይኸውን ደልኒ ተኾይኑ ኣነ ውን እሺ ኩሎ ይደሊ ኣለኹ ገለ ኢልኪ እንድሕር ትሓስቢ ኮይንኪ ክሳዕ መወዳእታ ምሳይ ጽንሒ ካብ ልቡ የፍቅረኪ ድዩ ኣየፍቅረክን ዝብል ነገር ባዕልኺ ብዞም ምልክታት እዚኣቶም ኣረጋግጺ። ካብ ልቡ ዘፍቅረኪ ወዲ፣ ዝደልየኪ ወዲ፣ ብፍቕርኺ ብውሽጡ ዝሳቐ ወዲ ካብ ዘርእየኪ ምልክታት ሓደ ከም ዘይደልየኪ ምርኣይ እዩ። እዚ ምልክት እዚ ዝተለመደ እዩ። ምሳኺ ክኸውን ከሎ ልክዕ በቃ ከም ጸላይቱ ዝርእየኪ እንተኾይኑ፣ ሽምኪ ከጥፍእ ዝውዕል እንድሕር ደኣ ኮይኑ፣ ዋላ ንስኺ ክትቀርብዮ ደሊኺ ገለ ነገር ክትብልዮ ከለኺ ከም ዘይደልየኪ መሲሉ ዝደፋፍኣኪ ወይ ክትቀርብዮ ዘይደሊ ወይ ሕማቕ ነገር ዝዛረበኪ እንድሕር ደኣ ኮይኑ፣ ከምዚ እናገበረ ድማ መሊሱ ካብ ዙርያኺ ለይጠፍእ። ብዛዕባኺ ኣውጊዑ ዘይጸግብ፣ ዋላ እቲ ሕማቕ ነገር ኮዩ። ኩሉ ግዜ በቃ ይጸልኣ እየ እናበለሲ፣ ኩሉ ግዜ ግን ብዛዕባኺ ምስ ኣወጊዑ ኣይጸግብን። ሽምኪ እናልዐለ እዩ ዝውዕል ወይ ሽምኪ እናጥፈእኪ እዩ ዝውዕል። ካብኡ ግን ከም ዘየፍቀረ ኣብቲ ዝገብር ወዱ እንተኾይኑ ብርግጸኝነት ክነግረኪ እዚ ወዱ ዘፍቂርኪ እዩ። ማንም ወዲ ንማንም ጓል ብዘይ ምንም ነገር ግዚኡ ሂቡ ኣየውግዕን ወይ ኣየልዕላን እንድሕር ዘየፍቅራ ትዝ ውን ኣይትብሎን እንድሕር ኣፍቂርዋ ድማ ካብ ኣፉ ፍጹም ሽማ ኣይጠፍእን ብጽቡቅ ኮነ ብሕማቅ እናልዕላ ዩ ዝውዕል ስለዚ ሽምኪ ዘጥፈእኪ ወይ ድማ ከም ዘይደልየኪ መሲሉ ዓሰርተ ግዜ እንድሕር ዳዘልዕለኪ ኮይኑ ኩሉ ግዜ ዝደፍእኪ ክትቀርብዮ ዘይደሊ ዓይነት ወዲ ተኮይኑ እዚ ወዲ'ዚ ብፍቕርኺ ድብን ኢሉ ወዲቑ እዩ፣ ርግጸኛ ኩኒ ኣብ ዝኾነ መዓልቲ መጺኡ ፍቕሩ ክገልጸልኪ እዩ። ካሊእ ድማ ዘፍቅረኪ ኮይኑ ግን ድማ ፖሲቭ ኢነርጂ ዘለዎ ወዲ እንድሕር ደኣ ኮይኑ ክትሪእሉ ካብ ትኽእሊ ምልክት ብዛዕባኺ ገሊጹ ኣይጸግብን በቃ ኩሉ ግዜ ምስ ተንተኖ እዩ እክሊ እኮ ከምዚ እኮ እያ ለዋህ እኮ እያ ንዓይ እኮ ከምዚ እያ ትገብር ምስ ሰብ ዘለዋ ቅርርብነት ተትሪእዋ ከምዚ እያ ኩናለ ብዛዕባኺ ጽቡቕ ነገር ዘዕልል እንድሕር ደኣ ኮይኑ ባህሪኺ ጥራሕ ኣይኮነን ዋላ መልክዕኺ ማለት እዩ ንባዕልኺ ኣብ መስትያት ኣቕሪብኪ ካብ ትርእይዮ ንላዕሊ ትንትን ኣቢሉ ጽባቐኺ ዝነግረኪ ዋእ መስትያት ድየ ዝርኢ ዘለኹስ ዋላ ሰብ እዩ ዝናገረኒ ኣሎ ኢልኪ ክሳዕ ትጠራጠሪ ዘለኪ ጽባቐ ትንትን ኣቢሉ ዝነግረኪ ዓይነት ወዲ ተኾይኑ ድብን ዝበለ ፍቕሪ ሒዝዎ ኣሎ እቲ ፍቕሪ እዩ ድማ እቲ ናትኪ ጽቡቕ ነገር እናልዐለ ንክትዛረብ ዘገድዶ ዘሎ እና እዚ ወዲ እዚ እውን ፍለጥዮ እንድሕር ኩሉ ግዜ ጽባቐኺ ዘውግዐኪ ኮይኑ ፍቅሪ ሒዝዎ ኣሎ ማለት እዩ ካሊእ ድማ ዘፍቅረኪ ወዲ እንድሕር ደኣ ኮይኑ ፕሮቴክት እዩ ዝገብረኪ ዋላ ኢሞሽናል ይኩን ብ ፊዝካል ማለት እዩ ሕማቅ ነገር ንከይስመዐኪ ኢሉ ፅቡቅ ነገር ክገብረልኪ ዝውዕል እንድሕር ደኣ ኮይኑ ሰባት ብዛዕባካ ሕማቅ ነገር ከልዕሉ ከለው ክማጎቶም እንድሕር ደኣ ዝውዕል ኮይኑ ዝሮ ዝሮ ብስሚዒት ደረጃ ፕሮቴክት ክገብረኪ እንድሕር ደኣ ዝደሊ ኮይኑ ዋላ ብ ሓዘን እንድሕር ደኣ ነይርኪ ከስሕቀኪ ዝፅዕር ዓይነት ወዲ ተኮይኑ ወይ ድማ ከይከፍእኪ ኢሉ ፅቡቅ ነገር ክገብረልኪ ንዕናይ ከዝናንይኪ ንዕና ሻይ ከስትይኪ እናበለ ዋላ ብቻት ተኾይንኩም ውን ኩሉ ግዜ ከስሕቐኪ ዝደሊ ወዲ ሕጉስቲ ክትኾኒ ዝደሊ ወዲ ተሃልዩ እዚ ወዲ እዚ ፍቕሪ ስለ ዘለዎ እዩ ካሊእ ምኽንያት ኣይኾነን በዚ ጥራሕ ኣይኮነን ገለ ፀገም ኽገጥመኪ ከሎ ድማ ሓጋዚኺ ክኸውን እዩ ዝደሊ ጠይቕኒ ኩሉ ግዜ ከም ሓውኪ ረእይኒ ይብሎ እዛ ከም ሓውኪ ረእይኒ ትብል ነገር ከም ሓውኪ ረእይኒ እሞ ኩሉ ነገር ክሕግዘኪ እየ ጠይቕኒ እንታይ ኣለዎ ፀገም ተተሓጋገዝና ገለ ዝብል ወዲ ተኮይኑ ካብ ምን ተላዒሉ ይኮነ ፍቅሪ ስለ ዘለዎ ይሁና ይደልየኪ እዩ ክትፈልጥዮ ኣለኪ ሳልሳይ ምልክት ድማ እቲ ወዲ ብሕቡእ የፍቅረኪ እንድሕር ዳኣ ሃልዩ ኮይኑ ሚስጥሩ እዩ ዝነግረኪ ወዲ ወረኛ ኣይኮን እዩ ትፈልጣ ኢኪ ንሕና ጓላት እኳ ኢና ንኣብ ነፍቅሮ ወዲ ቅድሚኡ ኮይና ብዙሕ ንዛረብ ክሰምዐና ንደሊ ብቃላትና ክንፍቀር ንደሊ ምናምን እንበር እሳቶም ክንድዚ ተዛረብቲ ኣይኮን እዩ ከምዚ ኮይኖም ናሃለዩ ባህሪኦም ግን ሚስጥሩ ዘካፍለኪ እንድሕር ዳኣ ኮይኑ ንዓኺ ከም ዓብዪ ቁምነገር ይርእየኪ ኣሎ ማለት እዩ። ጉዳይ ቤተሰቡ እንድሕር ዝነግረኪ፣ ጉዳይ መሓዙቱ፣ ጉዳይ ኣሕዋቱ እናልዐለ እንድሕር ዘማኽረኪ ኮይኑ፣ እዚ ወዲ እዚ ሙሉእ ብሙሉእ ብፍቕርኺ ወዲቑ ኣሎ ማለት እዩ። ኣወዳት ተዘይፍቂሮም ኣብ ከምዚታት ጣጣ የብሎምን። even ፍቕረኛ ሒዘን ግደፍዮሞ ብሕቡእ even ፍቕረኛ ሒዘን እኳሲ ማለት እዩ ናብ ቤተሰቦም ጉዳይ ናይ ኣዕርኽቶም ጉዳይ ንክነግርወን እኳስ ውው እናተማህለላ እየን ዝውዕላ ኣይናገሩን ዋላ ፍቕረኛ ሒዞም ኣይናገሩን ግን ፍቕረኛኺ ከይኾነ እናሃለወ ሱቕ ኢሉ ብሕቡእ እናፍቀረኪ እናሃለወ እዚ ባህሪ እዚ እንድሕር ለርኢክዎ ኮይኑ ርግጸኛ ኩኒ እዚ ወዲ'ዚ ምሉእ ብምሉእ ብፍቕርኪ ወዲቑ ኣሎ። ካሊእ እዚ ሓምሻይ ምልክት ድማ ወዲ ብሕቡእ እንድሕር ደኣ ኣፍቂርኪ ኮይኑ ቀናእ እዩ ምስ ማንም ወዲ ክርእይኪ እይደልን ቶሎ ቶሎ እዩ ግንፍል ግንፍል ዝብሎ ማለት ኣወዳት ብጉልበቶም እዮም ክብል ጀግንነቶም ክምስከረሎም ዝደልዩ እዚ ፍሉጥ እዩ ምስቲ ሓዱሽ ዝቐረበኪ ወዲ ኮይንኪ ክርእይኪ ከሎ በቃ ይናደድ በቃ ይግንፍል ምናምን ጉልበቱ ከርኢ ይደሊ ብዛዕባ እዚ ወዲ ሕማቕ ነገር ይናገር፣ ንዓኺ እውን ሕማቕ ነገር ይናገረኪ፣ ወይ ድማ ካብ ብሕዚ ምሳኺ ክኸውን ኣይደልን ይብለኪ ገለ ዝሮዝሮ ምስ ካልኦት ኣወዳት ክርእየኪ ከሎ ኢቭን ፎቶኺ ላይክ ገይሮም ተርእዩ ወይ ኮሜንት ጽሒፎምልኪ ገለ ዋላ ተርእዩ ጓህሪ እዩ ዝኸውን ብሓደ ግዜ ብጣዕሚ እዩ ዝናደድ እና ከምዚ ዓይነት ምልክት እንድሕር ደኣ ርኢክሉ ኮይንኪ ስለ ዝሓልየለይ ደኣ ኮነ ምስ ሕማቕት ሰባት ክቐርብ ስለ ዘይደሊ ደኣ ኮነ ገለ ኣይትበሊ ካብ ልቡ ስለ ዘፍቅረኪ እዩ እሱ እቲ እሺ ዝብል ምልክት ክሳዕ ተርእዩ እዩ ዝጽበ ዘሎ። ኣብ ልኾነ ግዜ ናብ ኢዱ ከእትወኪ እዩ። ካሊእ ሻድሻይ ምልክት ድማ ወዲ ካብ ልቡ ዘፍቅረኪ ወይ ዝደልየኪ ተኾይኑ ብሕቡእ ማለተይ እዩ እሞ ድማ ዘይናገረኪ ተኾይኑ ምሳኺ ነዊሕ ግዜ ከሕልፍ ዝደሊ። ኣብዚኣ ፖይንት እዚኣ ክትሕዛኒ ዝደሊሲ ኣጓላት ዋላ ተደቢርና ማለት እዩ ኮፍ ስለ ዝበልና ወይ ዕረፍቲ ዝኾነ ክፍቲ ቦታ ስለ ዘለና ጥራሕ ከይድብረና ኢልና ናብ ዝኾነ ሰብ ደው ኢልና ነውግዕ ኢና ዋላ ናብ መሓዙትና ዋላ ናብ ናይ ወዳት ኣዕርኽትና ደው ኢልና ነውግዕ ኢና ኣወዳት ግን ማለት እዩ ቦታ ወይ ድማ ፍቕሪ ንዘለዎም ሰብ ተዘይኮይኑ ፍጹም እዮም ግዜኦም ዘየባኽኑ ንምንታይ ሕልፊ ትርፊ ግዜ ዘይህልዮም ደቂስካ ምሕላፍ ይሕሾም ወይ ጌም እናተጫወቱ ምሕላፍ ይሕሾም ወይ ድማ ምስ መሓዙቶም ኩዕሶ እናተጫወቱ ምናምን ምሕላፍ ይሕሾም ፍጹም ናብ ጓል ኣይድውልን እዚ ወዲ እዚ ናደወለ ነዊሕ ግዜ ክተጉዕ እዮ ዝደሊ ተኾይኑ ንዕ ንራኸብ ናበለ ዝጾዕጾዕ ተኾይኑ ዝሮዝሮ ምሳኺ ግዜ ንምሕላፍ ብጣዕሚ ዝደሊ ተኾይኑ ልዕሊ እዚ ምልክት የለን ብጣዕሚ ለፍቅረኪ ምሳኺ ክኸውን ይደሊ እዩ በቃ ካብዚ ንላዕሊ ምንም ምልክት ክህበኪ ኣይደልን ነዊሕ ግዜ እዩ ለውግዐኪ ተኾይኑ ዋላ ብቻት ይኹን ዋላ ብኣካል ይኹን ነውግዕ ማስ ዲኺ ትኣትዪ ኦንላይን ማስ ዲኺ ዕርፍቲ ትኾኒ ንደዋወል ገለ ዝብለኪ ተኾይኑ በርግፀኝነት ክነግረኪ ንዓኺ ስምዒት ኣለዎ እዩ ልዕሊ እዚ ድማ ምንም ዓይነት ምልክት የለን ከም ተወሳኺ ክኾነኪ ከም ሻውዓይ ነጥቢ ገይረ ልነግረኪ ምልክት ብሕቡእ ለፍቅር ወዲ ንዓኺ ብጣዕሚ ሰንሰቲቭ እዩ ገለ ነገር ክትገብሪ ከለኺ ብቐሊሉ እዩ ልጉዳእ ኢቭን ስልኪ ለይልዕልክኒ ክኸውን ይኽእል እዩ ልክዕ ከም ናይ ጓል ዓይነት ባህሪ እዩ ዝህልዎ እቲ ጠንካራ ዝነበረ ውሽጡ ምንም ለይመስሎ ዝነበረ መንነቱ ኣባኺ ምስ በጽሐ ድኹም ይኸውን ኣባኺ ምስ በጽሐ ብጣዕሚ ሰንሰቲቭ ይኸውን ረቂቕ ይኸውን ብቐሊሉ ዝጉዳእ ዓይነት ወዲ ይኸውን እስኺ ምንም ከይመሰለኪ ቀድም ሲልኪ ገለ ዝሕማቕ ነገር እንድሕር ተዛሪብክዮ ይሓዝን ገለ ጽቡቕ እንድሕር ደኣ ተዛሪብኪዮ ድማ ቀልጢፉ ዝሕጎስ ዓይነት ወዲ እንድሕር ደኣ ኮይኑ እዚ ወዲ ካብ ልቡ እናፍቀረኪ ይኸይድ ኣሎ እንኳዕ ደስ በለኪ ክትደልዮ ተኾይንኪ ሕዚ ወድያው ናብ ኢድ ከእትዮ እዚ ወዲ እዚ ካብ ልቡ እዩ ለፍቅረኪ እንድሕር ከምዚ ዓይነት ምልኪ ተሪኪ እሞ ድማ ንስኺ እንድሕር ደኣ ትደልዮ ኮይንኪ ማለት እዩ ካሊእ ናይ መወዳእታ ነጥቢ ገይረ ልነግረኪ ወዲ ብሑ እንድሕር ፍቕሪ ሒዝዎ ኮይኑ እሞ ድማ ለይናገረኪ ወይ ክናገረኪ ልፈርሐኪ ዓይነት ወዲ እንድሕር ደኣ ኮይኑ ይሓፍረኪ እዩ ማለት ብኮንፊደንስ ደረጃ እስኺ ኢኺ ትወልዕዮ ኣብ ቅድሚኡ ከም ድላይኺ ኢኺ ትዛረቢ ከም ድላይኺ ኢኺ ትኾኒ ምንም ነገር ተናጊሩ ከይፈልጥን ብፍላይ ድማ ብዛዕባ ፍቕሪ ክለዓል ከሎ ኣፉ ልኹት እያ ትብል ምንም ክናገር ኣይኽእልን ካብ ብቃል ደረጃ ብተግባር ደረጃ ተዘርእኪ ደስ ይብል። የፍቅረኪ'የ ካብ ዝብል ሞቱ ይመርጽ። ቀስ ብቐስ ናብቲ ፍቕሪ ንኽትኣትው ወይ ድማ ብሰብ ብሰብ ኣቢሉ እቲ ዘረባ ንክበጽሐኪ እዩ ዝደሊ። ኣብ ቅድሜኺ ሓባር እዩ ካብ ጓል ዝገደደ ሓባር። እንድሕር ከምዚ ዓይነት ባህሪ ሃልይዎ ኮይኑ ብርግጸኝነት እዩ ዝነግረኪ እዚ ወዲ እዚ ካብ ልቡ ድብን ዝበለ ፍቕሪ ሒዝዎ እዩ እንድዮ። ዝኾነ ነገር እስካዕ ልርኢ እሺ ክትብልዮ ዝኾነ ምልክት ክስካዕ ተርእዮ እዩ ልጽበ ለሎ እምበይ ካብ ልቡ እዩ ለፍቅረኪ ይደልየኪ። እዩ። እና እንድሕር ምሳኺ ለሎ ወዲ ኣጠራጢርኪ እንድሕር ደኣ ኮይኑ የፍቅረኒ ድዩ ምናልባት ከምዚ ዶ ደልዩ ይኸውን ምናምን ወይ ብሕውነት ዶ ይቐርበኒ ይህሉ ገለ ኢልኪ እንድሕር ተጠራጢርኪ እሞ እዞም ዝነገርኩኹም ምልክታት እንድሕር ርኢኽሉ ኮይንኪ እዚ ወዲ ርግጸኛ እየ እዚ ወዲ የፍቅረኪ እዩ ምስ ኣረጋገጽኪ መጺኺ ተመሊስኪ ኣብዛ ቪድዮ እዚኣ ኮሜንት ጸሓፍለይ ኢኺ ሓቅኺ ኢኺ ኔርኪ ሰናይት ከም ትብልኒ ርግጸኛ እየ ስለዚ ዘጠራጠረኪ ወዲ እንድሕር ደኣ ሃልዩ በዘም ዝነገርኩኺ ነጥብታት ጌርኪ ኣረጋግጺ ዝሓፍተይ ናብ ውልቀኺ ክትገብርዮ እትኽእልሉ ግዜ ሕዚ እዩ ከምዚ ዓይነት ባህሪ እሞ ድማ እንድሕር ሃልይዎ ምንም ለጠራጥር የብልኪን ለጉላሊ የብልኪን እሞ ድማ ከምዚ ዓይነት ባህሪ ለለዎም ኣወዳት ተሎ እዮም ለፍቅሩ ኣፍቂሮም ድማ ተሎ ይወጹን ጨዋታት እዮም ክናገሩ ለይደብሩ እንድሕር ደኣ ኮይኖም ፍቕሮም ክገልጹ ልስከፉ ወይ ልሓፍሩ ወይ ድማ እስኺ እሺ እስካዕ ትብሊ ናትኪ ፅቡቅ ነገር ወይ ናትኪ ፅቡቅ መልሲ እስካዕ ዝሪኡ ፍቅሮም ብውሽጦም ቁርጥር ኣቢሎም ልሕዙ ኣወዳት ተኾይኖም ክሳዕ መወዳእታ ሓቢሮምኻ ልፀንሑ ዓይነት ኣወዳት እዮም ተደይኾኑ እቲ ተጫዊቱ ወይ ድማ ደስትኡ ረኺቡ ክኸይድ ልደሊ ወዲ የፍቅረኪ እየ ንምባል ልድሕሪት ኣይብልን ምኽንያቱ ተለይሉ ተዛሪቡ ተለይሉ ልደልዮ ነገር ኣግንዩ ተለይሉ ድማ ናፍታ ተረኣ ለይበፀሐ ጓል ምኻድ እዩ ልደሊ እና ከምዚ ዓይነት ወዲ እንድሕር ድኣ ገጢሙኪ ኮይኑ ቅልጥፍ ኢልኪ ኣብ ኢድኪ እትዮ ንዘይትፈልጣ ኣነስ ሰናይት እየ ነይረ ሓቢረክን ዝጸናሕኩ ካሊእ ክሰርሐልክን እትደልዮ መደብ ተሃልዩ ኣብ ታሕቲ ኣስፍራለይ እክን ክተዋን እትደልዮ ሓሳብ ተልዩ ውን ከምኡ እስካብ ቀጻሊ ሰላም።